ሰላም ዝኸበርኩም ተኸታተልቲ ቻነልና ማማ ኣፍሪቃ ሎሚ ኣብ ከባቢ መወዳእታ ኖቨምበር 221 ኣብ ኖርወይ ዘጋጥም ዘሎ ብሞባይል ቴሌፎን ኤስኤምኤስ እንዳሰደድካ ዘጋጥም ዘሎ ናይ ስርቂ ሓበሬታ ንምሕባር እዩ እቲ ሓበሬታ ናይ ባንክ ሕሳብካ ክኸውን ይኽእል ፐርሰናል ናምበር ናትካ ክኸውን ይኽእል ፓሽን ንመር ወይ ድማ ዝተፈላለየ ብዘይ ፍቓድካ ምውሳድ ማለት እዩ እዚ ዘጋጥም ዘሎ ኣብ ኖርወይ ብፖሊስ ወይ ኣብ ጋዜጣታት እውን ዝተሓበረ ማለት እዩ ዝያዳ ከዓ ናብቲ ተኸታተልትና ዝያዳ ኣብ ኖርወይ ዘለኹም ንምብፃሕ ማለት እዩ ክንገብረኖ ዘለና እምበኣር ከምዚ ኣብዚ ስክሪን ንሪኦ ዘለና ንዓይ ሕጂ በፂሕኒ ዘሎ ዝተፈላለየ ናይ ኖርወይ ቴሌፎን ቁፅሪ ገይሩ ነዚ ነዚ ነገር እዚ ጠውቆ ወይ ሓበሬታ ኣለካ ዝብል እዩ ስለዚ ነዛ ሊንክ ትርኣ ጠዊቕካያ እዩ እቲ ሓበሬታ ምስራዕ ዝጅምር ማለት እዩ። ስለዚ ካብ ሓንቲ ቴሌፎን ጥራይ ከኣ ኣይኮነን። ንኣብነት እዚኣ ሓንቲ ኣላ፣ ካልእ እዚኣ፣ ሳልሰይቲ እዚኣ፣ ራብዐይቲ፣ ሓምሸይቲ እዚኤን ንዓይ ዝበጽሓኒ ኮይነን ግን ካልእ ሰብ እውን ብዙሕ ካልእ ዓይነት ቴሌፎን ክበጽሖ ክእል እዩ ማለት እዩ። ክንገብሮ ዘለና እንታይ እዩ እንተ ኢልና ከኣ ዝኾነ ብኤስኤምኤስ ዝመጸና ሊንክ ሊንክ ማለት ከም ሰማያዊ ድምቕ ኢሉ ዘሎ ምስ ጠወቕካዮ ናብ ካልእ መስመር ድወስደካ ከምዛ ቪድዮ ንሪኦ ዘለና ዘይምጥዋቑ ማለት እዩ ስለዚ ነዚ ተዳ ጠዊቕናዮ ስለ ዘጋጥምቲ ሓበሬታ ናይ ምውሳድ መስርሕ ማለት እዩ ንዑ እንተጠዊቕናዮ እቲ ስርቂ ይፍፀም እሞ እቲ ሓበሬታና ድማ ብኡ ንብኡ ናብ ናብቶም ኢድስ ነዚ ዝሰደድዎ ናብቶም ኢድ ሰረቕቲ ንበሎ ይኸይድ ማለት እዩ ስለዚ ድሮ ጠዊቕናዮ እንተኮይንና እዚ ነገር እዚ ድሮ ውዒልናዮ እንተኮይንና ግን ክንገብሮ ዘለና እንታይ እዩ ዝበዝሐ ግዜ ካብ ከምዚ ነገራት ገንዘብ ስለ ዝስራቕ ወይ ድማ ናትካ ኣይደንቲቲ ወይ ድማ መንነት ስለ ዝስራቕ ክንገብሮ ዘለና እንታይ እንተኢልና ቀዲምና ንባንክና ምሕባር ኣድላይ ተኮይኑ ከዓ ዝኾነ ምንቅስቃሳት ተርእና ነቲ ባንክና እውን ቀልጢፍና ሕሳብ ባንክና እቲ ካርድና ወይ ገለ ደው ምባል ማለት እዩ ዝኾነ ካብኡ ገንዘብ ንኸይወስዱ ዝተፈላለየ ኮድ ጌርና ድሓር ክንቅይሮሰ ንኽእል ሓበሬታታት ካብኡ ቀፂልካ ከዓ ዝኾነ ካልእ ዝተፈለየ ነገራት ተጋጢሙ ንኣብነት ብሽምካ እውን ዝኾነ ነገር እግዛእ እንተ ኣሎ ናይ ኣይደንቲቲ ምስራዕ ገለ እውን ከጋጥም ስለ ዝኽእል ንባንክ ድሕሪ ምሕባርና ንፖሊስ እውን ክንሕብር ኣለና ማለት እዩ ኣብ ዝተፈላለዩ ናይ ፖሊስ ዌብሳይታት እቲ እንታይ እንታይ ክግበር ከም ዝከኣል ኣሎ ወይ ድማ ባዕሎም ውን ክሕብሩ ይኽእሉ ማለት እዩ ስለዚ እዚ ሓበሬታ እዚ ኣገዳሲ ዝገብሮ ኣብ ኖርወይ ብጣዕሚ ኣብዚ ወርሒ እዚ ኣብ ኖቨምበር ብጣዕሚ ስለ ዘጋጥም ዘሎ ማለት እዩ ንካልኦት ንምክፋል ሼር ገበርዋ እዛ ቪድዮ ወይ ከዓ ዝኾነ ከምዚ ዓይነት ቀፃሊ ሓበሬታታት ከጋጥም ከሎ ድማ ክትከታተሉና ወይ ንኸነብፅሓልኩም ሳብስክራይብ ብምግባር ክትከታተሉና ትኽእሉ ኢኹም የቐኒልና ካብ ከምዚ ዓይነት ነገራት ንጠንቀቕ ዝኾነ ተገጢምናኻ ንካልኦት ተሞክሮና ምክፋል ፅቡቅ ይኸውን ማለት እዩ።